ሰላም ሰላም ዝኸበርኩም ኣሕዋት ከመይ ትኾኑ ተመሊሰ መፅእ ኣለኹ ሎም መዓልቲ ከዓ ክልተ ዝኾነ ሓበሬታ ኣለዋኒ እተን ክልተ ሓበሬታ እንታይ እየን እቲ ሓንቲ ኢሞ ክጭዎ ይኽእል ዶ እያ ትብል እወ ክጭዎ ይኽእል እዩ እታ ካልኣይቲ ከዓኒ ሎክ ስክሪን ዝኾነት ሞባይልሲ ቪድዮ ክትቀድሕ ትኽእል ድያ እያ ትብል? እወ ክትቀድሕ ትኽእል እያ። እዚኤን ክልተ ሕቶ ናይ ሓንቲ ሰብ ሕቶ እየን። እታ ሰብ ስለ ዝሓተተትኒ እዚ ሕቶ እዚ ናይ ካልኦት ሰባት እውን ሕቶ ክኸውን ይኽእል እዩ ስለ ዝበልኩ ኣነ ከኣ ኣጋጣሚ ነዚኤን ናይ ኢሞ ከመይ ጌርካ ይጭወይ ወይ ከኣ መን ጨውይካ ኣሎ ክትፈልጥ እንድሕር ደሊኻ ከመይ ጌርካ ትሪኦ ዝብል ይፈልጦ ስለ ዝጸናሕኩ እቲ ሎክ ስክሪን ምስ ኮነ እውን ከመይ ገይሩ ይቐድሕ ስለ ድፈልጦ ክልቲኤን በብሪጋ ከሪኤኩም እየ እታ ናይ ኢሞ ሕጂ ከሪኤኩም እየ ኣብ ዝቕጽል ቪድዮ ከኣ እታ ሓንቲ ሰሪሐ ከመጻኩም እየ ሕጂ ግን ኢሞ ሰብ ጨውይዎ ኣሎ ኣይጨወዮን ከመይ ጌርና ንፈልጦ ንዝብል ቀጥታ ናብታ ትምህርቲ ክወስደኩም እየ ናብቲ ትምህርቲ ንኸይድ ሓራይ እምበኣር የሕዋት ቀጥታ ናብቲ ትምህርቲ ክንከይድና ብመጀመርያ ኣብ ኢሞ ትጥቀሙሉ ኢሞ ቼክ ንምግባር ኣብ ፕሌይ ስቶር እተው ብድሕሪኡ ኢሞ ኢልኩም ክትሪእዎ ኣለኩም እንድሕር ኣብዴት ጌርኩሞ ልክዕ ከምዛ ናተይ ትሪእዋ ኣለኹም ኦፐን ትብል ደላ ኦፐን ትብል ክትፀንሓኩም እያ ኢሞ ዓይነቱ ብጣዕሚ ብዙሕ እዩ ዘሎ ሕጂ ካብአን ኣብዚ ታሕቲ ትሪእወን ኣለኹም እዚ ቤታ ዝብል ዘሎ ኣሎ ሓደ ኤችዲ ዝብል ኣሎ ሓደ ከዓ ላይት ዝብል ኣሎ እዚ ላይት ዝብል ራዩ ዓሰርተ ሚሊዮን ሰብ ኣውሪዶም ይጥቀምሉ ኣለዉ እዚ ኤችዲ ዝብል ዘሎ ከዓኒ ሓሙሽተ ሚሊዮን ሰባት ኣውሪዶም ይጥቀምሉ ኣለዉ እቲ ቤታ ዝበሃል ከዓኒ ኢሞ ይኹሉ ሚእቲ ሚልዮን ሰብ ይጥቀምሉ ኣለዉ። እዚ ሕጂ ኣነ ዝጥቀመሉ ዘለኹ እስኹም እውን ክትጥቀምሉ ዝሕብረኩም ዘለኹ ኢሞ ግን ሓሙሽተ ሚእቲ ሚልዮን ሰባት ይጥቀምሉ ኣለዉ። ስለዚ እዚ እንድሕር ኣውሪድኩም ኢሞኹም ብቐሊል ክጭወይ ኣይክእልን እዩ። ዝጨወየ ሰብ እንተሎ ከዓ ከመይ ጌርኩም ትርእይዎ ትፈልጥዎ? ሕጂ ቀጥታ ናብቲ ትምህርቲ ንኽድ ኦፐን ንብሎ ኦፐን ምስ በልናዮ ኣብዚ ላዕሊ ሰለስተ ተኣሽሙ መጺኤና ኣለዋ ቻት ኤክስፕሎር ኮንታክት ትብል ኣላ ሕጂ ንሕና ዘድልየና ቀጥታ ናብዚ ኤክስፕሎር ድብል ኢና ክንኣቱ ኤክስፕሎር ምስ ተንከፍኩ ኣብ ታሕቲ ሞር ዝብል መጺሉ ኣሎ ኣብዚ ሞር ዝብል ክንኣቱ ኢና ብድሕሪኡ ኣብዚ ላዕሊ ትርእይዎ ኣለኹም ሴቲን ትብል ዘላ ኣብዛ ሴቲን ትብል ደላ ኣብኣ ኣቲን ኣብኣ ተንኪፍና ንኣቱ ብድሕርዛ ሴቲን ተንኪፍና ምስ ኣተና ኣብዚ ላዕሊ ኢሞ ኣካውንት ሴቲን ትብል ኣላ ኣብኣ ንኣቱ እዛ ሕጂ ዘርእየኩም ማናጀር ዲቫይስ ትብል ዘላ ኣብቲ ናይ ቅድሚ ሕጂ ዝነበረ ኢሞ ኣይነበረትን ኣብዴት ተዘይኮይኑ ኣይትረኽቦን ኢኹም ማለት እዩ ስለዚ ኣብዴት ክትገብርዎ ግዴታ እዩ ኣብዴት ጌርኩም ኣብዚ ደረጃ እዚ ምስ በፅሓና እዚ ማኔጅ ዲቫይስ ዝብል ዘሎ እሱ እንትንክፎ ትሪእዎ ኣለኹም ናተይ ኢሞ ዋላ ሓደ ሰብ ዝጥቀመሉ የለን ብጀካ ኣነ ማለት እዩ እዚ ካረንት ኢሉ ሓንቲ ናትኩም ጥራይ ኦንላይን ኢሉ እንድሕር መፂልኩም ናትኩም ጥራይ እዩ እዚ ተዘይኮይኑ ግን እንድሕር ናይ ካልእ ሰብ ተጨውዩ ኣሎ ብካልእ ቴሌፎን ከምኡ ዝተጨወየት ከርእየኩም እየ ከምዚ እዩ ዝኸውን ኣራይ ማነጅ ዲቫይስ ምስ ተንከፍና ከምዚ ትሪእዎ ዘለኹም ሰለስተ ናይ ሰለስተ ሰብ እንድሕር መፂልኩም ኢሞኹም ካልእ ሰብ ይጥቀመሉ ኣሎ ማለት እዩ እዚ ቀዳማይ ብቀይሕ ምልክት ገይረሉ ዘለኹ ናትኩም እዩ ኣብ ትሪእዎ ኣለኹም ካረንት ድብል ናትኩም እዩ ካረንት ትብል ኣሎ ብዚ እቲ ትሕቲኡ ደሎ ትሕቲኡ ደሎ እንድሕር ሪኢኹሞ ህዋዌ ኢሉ ካልእ ቴሌፎን እያ እሱ እውን ኦንላይን ኣሎ እዩ ድብል ደሎ እዚ ኦንላይን ኣሎ ዝብለና ዘሎ ሰብ ካልእ ሰብ እዩ እቲ ዋና ኣይኮነን ዝጥቀመላ ዘሎ ነዚኣ ተንኪፍና ንሪኦ ትሪእዎ ኣለኹም እቲ ሰብ ኣበይ ኮይኑ ይጥቀም ኣሎ ኣብ ኢትዮጵያ ኮይኑ ይጥቀም ኣሎ መዓስ ሓድሽ ምስ ናተይ ኣነ ኣብዴት ክገብር ከለኹ ከማን ምሳይ ኣብዴት ገይርዎ ኣሎ ትሪእዎ ኣለኹም ኣነ ኣብዴት ምስ ገበርክዎ ብናተይ ነዚኣ ከምዚኣ ጌርና ምስ ረኸብና ምስ ኣምፃናያ ቀላል እያ ስርሓ ዋላ ሓንቲ ኮለል ዘብል የለን ከምዚኣ ኢላ ምስ መፀት እዚ ብቀይሕ ምልክት ትሪእዎ ኣለኹም ደሊት ዝብል ዘሎ ደሊት ኢና ንብላ ንዓ ደሊት ምስ በልና እንደገና ካልኣይ ግዜ ደሊት ንብሎ ኣብዚኣ ቬሪፊኬሽን ክሰደልኩም እየ ምስ በለ ኦኬ ንብሎ ራይዎ ሕጂ ኮድ ይሰደለይ ማለት እዩ ኢሞ ባዕሉ ኮድ ምስ ሰደደለይ ኣብቲ ዘላ ታእሽሙ ትድምሰስ ማለት እዩ ኣብቲ እቲ ካልኣይ ዝጥቀመ ዝነበረ ሰብ የለን ትሪእዎ ኣለኹም ኮድ መፂኒ ካብ ኢሞ የለን እዛ ታሕተወይቲ ግን ቅድሚ ሕጂ ብዕለት ክንዲ ዝኣቲኻ ነርካያ ትብል ኣራይ እምበኣር ከምዛ ዘርኣኹም ገይረ ደሊት ትብልዎ ደሊት ምስ በልኩሞ ኢሞት ዝሰደልኩም ኮድ እቲ ሰብ እቲ ነቲ ኮድ እቲ ክረኽቦ ስለ ዘይክእል ኢሞ ናብዛ ቁፅሪ ናትኩም እዩ ዝሰደልኩም ንዓ ክረክብ ስለ ዘይክእል ዋላ ኣብዴት ተገበሮ ናትኩም ቁፅሪ እንደገና ተዘይ እታ ኮድ እቲኣ ተዘይሂብኩሞ ምሳኹም ክጥቀም ኣይክእልን እዩ ስለዚ ደሊት ጌርኩሞ ኣለኹም ማለት እዩ ኩልኹም ከምዚ ጌርኩም ቼክ ክትገብሩ ትኽእሉ ኢኹም ናይ ሎማዓንቲ ትምህርቲ እዚኣ ትመስል ነይራ ዘይተረድኣኩም እንድሕር ኣሎ ኣብ ናይ ኮመንት ቦታ ጽሓፉለይ ደጊመ ክረድኣኩም ክፍትን እየ ወድሓንኩም ኦኬ እታ ትምህርቲ ሪኢኹም ኣለኹም ከምዛ ዝረኣኹማ ጌርኩም እቲ ኢሞ ኩልኹም ቼክ ግበርዎ ሓንቲ ነገር ግን ከይትርስዑ እቲ ኢሞ ናይ ቀደም እንድሕር ኮይኑ ደምሲስኩም ከም ብሓድሽ ዳውንሎድ ግበሩ ሓድሽ ኩሉ ሻዕ ኣብዴት ኢሉ ዝመጻኩም ኣብ ሞባይልኩም ኣብዴት ግበርዎ ኣብዴት ምግባር ማለት ነቲ ታእሽሙኩም ይሕልወልኩም ዋላ ሓንቲ ሓድሽ ሓድሽ ታእሽሙ ክመጽእ ከሎ ዝተሓለወ ኮነልኩም ሴኪር ኮነልኩም እንድሕር ናይ ቀደም ተኮይኑ ግን ዝኾነ ሰብ ክጨው ይኽእል እዩ ካልእ ኣብ መወዳእታ ክሕብረኩም ዝደሊ ኣነ ክሳብ ዝፈልጦ ክሳብ ሕጂ ብጣዕሚ ኤክስፐርት ተዘይኮይኑ ሞባይልኩም ክሳብ ዘይሓዛ ሓደ ሰብ ሞባይልኩም ኣብ ኢዱ ክሳብ ዘይሓዛ ሒዙ እውን ፓስወርድኹም ክሳብ ዘይፈልጦ ተኮይኑ ዋላ ሓደ ሰብ ክጨወየኩም ኣይክእልን እዚኣ ክትፈልጥዎ ኣለኩም ሞባይልኩም ግን ማንም ሰብ ዘልዕሎ ዝሕዞ ተኮይኑ ፓስወርድኹም ዝፈልጦ እንድሕር ኮይኑ ሕጂ ኩሉ ተኣሽሙ እንዳቐለለ ይኸይድ ስለ ዘሎ ኖርማል እዩ ዋላ ሓንቲ ኣነ ሕጂ ከመይ ጌርካ ናይ ሞባይል ናይ ሰብ ትጨዊ ደይኮነ ዘርእየኩም ከመይ ጌርካ እንድሕር ተጨውያ ኮይና እታ ኢሞ ከመይ ጌርካ ተገላግላ እየ ኣርእየኩም እንድሕር ተሰማሚዓትኩም ነቶም ካልኦት ከዓ ዘይፈልጡ ሰባት እንድሕር ኣለዉ ክፈልጡ ሼር ግበርዎ ሓሳብ ተለኩም ኮመንት ፀሓፉለይ ወድሓንኩም